ማእኸላይ ኮሚቴ ውድብና ህዝባዊ ወያነ ሓርነት ትግራይ ንዝሓለፉ መዓልታት ኣብ ሕሉፍ ኣፈፃፅማ መደባት፣ ህልው ኩነታትን ቀፀልቲ ኣንፈታትን መሰረት ገይሩ ከካይዶ ዝፅንሐ ስሩዕ ኣኼብኡ ዛዚሙ። ማእኸላይ ኮሚቴ ህዝባዊ ወያነ ሓርነት ትግራይ፣ ካብ ሸሞንተ ክሳብ ዓሰርተ ሰለስተ ሕዳር ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዘካየዶ ስሩዕ ኣኼባ፣ ኣፈጻጽማ መደባት፣ ኣፈጻጽማ ውሳነታት መበል ዓሰርተ ኣርባዕተ ውድባዊ ጉባኤን ህሉው ውሽጣዊ ኩነታት ህዝብናን ዞባናን መሰረት ገይሩ ዓሚዩቕ ዘተ ብምክያድ፣ ቀጸልቲ ኣንፈታት ቃልሲ ብምንጻር ስሩዕ ኣኼብኡ ዛዚሙ ኣሎ። ብመሰረት እዚ ኣፈፃፅማ መደባት መሰረት ገይሩ ብዝርዝር ዝገምገመ ማእኸላይ ኮሚቴ ውድብና ህዝባዊ ወያነ ሓርነት ትግራይ ዛጊድ ዝተሰርሑ ዓበይቲ ፖለቲካዊ ስራሕቲ ተጠናኺሮም ክቕፅሉ ከምዝግባእ ብምቕማጥ ምስ ተንፀላልዩና ዘሎ ሓደጋን ሰፊሕ ሕቶ ህዝብናን ካብ ሕሉፍ ብዝለዓለ ናህሪ ክስራሕን ቃልሲ ክካየደሉን ኣንፈት ኣቕሚጡ ኣሎ። ኣፈፃፅማ ውሳነታት መበል ዓሰርተ ኣርባዕተ ውድባዊ ጉባኤ ህዝባዊ ወያነ ሓርነት ትግራይ መሰረት ገይሩ ኣብ ዘካየዶ ገምጋም ድማ ድሕሪ እቲ ጉባኤ ውድብና ኣጋጢምዎ ካብ ዝነበረ ናይ ምፍራስ ሓደጋ ወፂኡ ኣብ ዝሓሸ ቁመናን ውድባዊ ሓድነትን ከምዝርከብ ብምድምዳም በቲ ብሄራዊ ክሕደት ዝፈፀመ ጉጅለ ኮነ ተባሂሉ ክበታተን ተገይሩ ዝነበረ ዓቕምታት መኸተ ምትእኽኻብን ግዝያዊ ምምሕዳር ትግራይ ክመዓራረን ምግባር ህዝብና ብምትሕባር ዝተኻየደ ቃልስን ውፅኢታዊ ምንባሩ ገምጊሙ ኣሎ። ኣብ ህሉው ኩነታት ኣብ ማእኸላት መዕቆብን ምስ ህዝብን ዘለዉ ዝተመዛበሉን ዝተሰደዱን ወገናትና ኣብ ዕምቆት ዝገምገመ ማእኸላይ ኮሚቴ ውድብና ህዝባዊ ወያነ ሓርነት ትግራይ ወገናትና ዘለውዎ ኩነታት ኣዝዩ ዘተሓሳስብ ብምዃኑ መንግስቲ ኢትዮጵያ ኣብ መሰረት ስምምዕ ፕሪቶርያ ውሕስንኦም ብዝተሓለወን እግሪ ብዝተኽልሉን መልክዑ ናብ መረበቶም ክምለሱ ግቡኡ ክዋፃእ ፀዊዑ ኣሎ። መንግስቲ ኢትዮጵያ ኣብ ክንዲ ብመሰረት እቲ ስምምዕ ምስ ህዝባዊ ወያነ ሓርነት ትግራይን ግዝያዊ ምምሕዳር ትግራይን ተዋዲዱ ግቡኡ ዝፍፅም ሞትን ስቓይን ህዝብና ዘናውሕ ሸፈጥ ጠጠው ከብል ምዕራብ ትግራይ ብሓይሊ ወሪሮም ዝሓዙ ዕጡቓትን ሰፈርትን ካብ ሕገ መንግስታዊ ሉኣላዊ መሬት ትግራይ ክወፁ ብምግባር እቲ ብሄራዊ መንነቱ ክቕይር ዝግደድ ዘሎ ህዝብና ሓራ ክወፅእን ዝተመዛበለን ዝተሰደደን ህዝብና ናብ መረበቱ ክምለስን ግቡኡ ክዋፃእ ይግባእ ኢሉ። ንህሉው ውሽጣዊ ኩነታት መሰረት ገይሩ ሰፊሕ ምይይጥ ዘካየደ ማእኸላይ ኮሚቴ ውድብና ህዝባዊ ወያነ ሓርነት ትግራይ ኣብ ሰናይ ምምሕዳር፣ ምሕደራ መሬት፣ መዓድን፣ ኣወሃህባ ግልጋሎት፣ ፍትሒ ዘሎ ሰፊሕ ፀገም ንምፍታሕ ምስ ግዝያዊ ምምሕዳር ብምውዳድ ብዝለዓለ ትኹረት ክስረሐሉ ከምዝግባእ ገምጊሙ ኣሎ። ብፍላይ ድማ ኣዝዩ ኣፀጋሚ ኮይኑ ዘሎ ግዕዝይናን ብልሹው ኣሰራርሓን ኣመልኪቱ ብስፍሓት ዝገምገመ ኮይኑ ሕብረተሰብ ዘሳተፈ ቃልሲ ክግበር ኣንፈት ተቐሚጡ ኣሎ። ኣብ ቀፃሊ ዓቕሚ ትግራይ ብዘገናዘበ መልክዑ ካብ ህዝብና ዝለዓሉ ሕቶታት ምምላስ ዘኽእሉ ስራሕቲ ክስርሑን ንመናእሰይ፣ ደቂ ኣንስትዮ፣ ስድራ ስውኣት፣ ጉድኣት ኣካልን ደገፍ ዘድልዮም ወገናትን ትኹረት ዝገበረ ርብርብ ክካየድ ኣንፈት ተቐሚጡ ኣሎ። ኣብ ናይ ሕውየት ስራሕትና መሰረት ብምግባር ድማ ምህርቲ ሕርሻ እዚ ዓመት ብኣግባቡ ክእከብ፣ ናይ መስኖ ስራሕቲ ቀልጢፉ ክጅመር ከምዘለዎ ብምርድዳእ፣ ኣብ ከተማታት ንመናእሰይ ዕድል ስራሕ ክመቻቾን ስርዓት ንግዲ መልክዕ ክሕዝን ከምኡ ድማ ንዝረኣ ዘሎ ፀገም ፀጥታ ህዝብና ብኸባቢኡን ብውዳበታቱን ኣቢሉ ብስፍሓት ክሳተፍ ብምግባር ዝፍፀሙ ገበናት ምስ ኣካላት ፀጥታ ተዋዲዱ ካብ ምንጮም ንምንቃፅ ርብርብ ክካየድ ኣንፈት ኣቕሚጡ ኣሎ። ማእኸላይ ኮሚቴ ውድብና ዝዘተየሉ ካሊእ ዛዕባ መንግስቲ ኢትዮጵያ ንስምምዕ ፕሪቶርያ ብምጥሓስ፣ ኣብ ልዕሊ ትግራይ ዝፍጽሞ ዘሎ ተግባር ኮይኑ መንግስቲ ኢትዮጵያ ነቲ ስምምዕ ብምጥሓስ ዕጡቓት ብምውዳብን ብምዕጣቕን ኩናት ካብ ምጽሕታር ሓሊፉ ክባር መስዋእቲ ክንከፍል ዝገበረ ደብዳብ ድሮን ዝለዓለ ፖለቲካዊ ውሳነ ዝተዋህበሉ ምዃኑ ዘመላኽት ከም ዝኾነ ብምዝታይ መንግስቲ ኢትዮጵያ ዝበኣሰ ጥፍኣት ዘስዕብ ካሊእ ዙር ኩናት ካብ ምጽሕታር ክቑጠብ ጸዊዑ ኣሎ። ካብዚ ብተወሳኺ መንግስቲ ኢትዮጵያ ኣብ ትግራይ ኣዊጅዎ ዘሎ ዕፅዋን ክባን ከምኡ እውን ትግራይ ማእኸል ህውከትን ዕግርግርን ንምግባር ዘካይዶ ዘሎ ምንቅስቓስን ብዕምቆት ዝዘተየሉ ኮይኑ መንግስቲ ኢትዮጵያ መሃያ ሰራሕተኛታት መንግስትን ነዳድን ከምኡ እውን መሰረታዊ ሸቐጣት ብምኽልካልን መጓዓዝያ ብምጉልእላእን ህዝቢ ትግራይ ኣፅሚኻ ንምስኳን ከምኡ እውን ተደፊኡ ናብ ናዕባ ክኣቱን ምግባር ዝገብሮ ዘሎ ምንቅስቓስ ብምኹናን ጠጠው ንክብል ኣተሓሳሲቡ ኣሎ። ኣደራደርቲ ፓነል ሕብረት ኣፍሪካ ስምምዕ ፕሪቶርያ ንክፍረም ኣወንታዊ እጃም ዝተዋፅኡ ሃገራት ዓለም ለኻዊን ኣህጉራዊን ትካላት ስምምዕ ፕሪቶርያ ካብ ዝኾነ ይኹን እዋን ንላዕሊ ኣብ ሓደጋ ከም ዝወደቐ ብምግንዛብ ፓነል ሕብረት ኣፍሪካ ብቕልጡፍ ክፅዋዕን ዝምዕብል ዘሎ ሓደጋ ኩናትን ክግምግም ፅዕንቶ ክግበር ብምፅዋዕ ብወገን ውድብና ክካየድ ዝፀንሐ ፃዕሪ ተጠናኺሩ ክቕፅል ኣንፈት ኣቕሚጡ ኣሎ። ማእኸላይ ኮሚቴ ውድብና ኣብ ህሉው ዞባዊ ምዕባለታት እውን ሰፊሕ ምይይጥ ዘካየደ ኮይኑ፣ ማሕበረሰብ ዓለም ነቲ ኣብ ዞባና ኣድበድቢኑ ዘሎ ደበና ኹናት ኣማዕድዩ ክሪኦ ከምዘይግባእን ሳዕቤኑ ድማ ኣብዚ ዞባ ዝውሰን ስለዘይኮነን ብኣግኡ ንምእላይ ግቡእ ፀቕጢ ክግበር ፀዊዑ። ኣብ መወዳእታ ኣብ ህዝብና ዝረኣዩ ዘለዉ ጸገማትን ሕቶታት ህዝብናን ብደረጃ ተኣፋፍነቶም ተነጺሮም እቶም ቅልጡፍ ፍታሕ ዝጠልቡ ቀዳምነት ብምሃብ ክስራሕን ሃለዋትን ድሕንነትን ህዝቢ ትግራይ ውሑስ ንምግባር ምስ ዓቕምታት መኸተ ትግራይ ብምውዳድ ክሰርሕን ኣንፈታት ብምቕማጥ ስሩዕ ኣኼብኡ ዛዚሙ ኣሎ። ማእኸላይ ኮሚቴ ህዝባዊ ወያነ ሓርነት ትግራይ